ደልሃመት ትረኻ ሓጺር ልብ ወለድ ካብ መጽሓፍ ደርሆ ነቆ ሕታም 2002 ዓመተ ምሕረት ዝተወስደ ደራስን ተራኽን ኣብርሃ ታደሰ ደልሃመት ቀዳማይ ክፋል

ዘፍጣት ከብዶም ብጽሕቲ ወርሒ ምሲልዎም ኣሎ። በቲ ሰፍእ መሲሉ ንምሉእ ገጾም ዝሽፍኖ መነጸሮም ኣሽሊኾም ኣብቲ ሳሎን ዝተቐመጡ ሰባት ዙርያ ምላሽ ኮሊሎም ኣስተውዐልዎም። ቀይሕ ገጾም ብጽፍዒት ከም ዝተወቕዐ ጸሎሎ ተኸዲኑ ከንፈሮም ነኸሱ። ከም ዝሞተ ትንፋሶም ሓቢኦም ጸኒሖም፣ ነታ ብየማናይ ኢዶም ዝሓዝዋ ቁጽሪ ክልተ ካርታ ረኣይዋ። ናብ ዝባን እቲ ኣብ ቕድሚቶም ዘፍ ዝበለ ካርታ ደርብዮም፣ ከቢድ ጸውራ ከም ዘራገፉ ብሓይሊ ተንፊሶም ተገላገሉ። መሊሶም ትንፋሶም ሓቢኦም ተረኛ ነታ ካርታ ኣልዒሉ ጸወታ ከይውድእ ተረበጹ። እታ ካርታ ዘልዕላ ኢድ ተሰኣነ። ተረኛ ኣይተ ጸሃየ ብስኖም ነኺሶም ዝሓዝዋ ሽጋራ ተቐርቂራ ተኸኸት። ኣዒንቶም ኣጽቢቦም ነቶም ኣብ ኢዶም ዘለዉ ዓሰርተ ኣርባዕተ ካርታታት ጠመትዎም። ንሶም እውን ኣብ ገጾም ዝረአ ተስፋ መኸነ። ሰኣን መወድኢት ሓንቲ ካርታ እታ ዝተረፈቶም ጸባብ ዕድል ክተምልጦም ቀረበት። ዒፍዒፍታ ሓምለን ነሓሰን ዝጎልበቦ ምድረ ሰማይ መሲሎም

ኣይተ ጸሃየ እንታይ ጉዱ ንዒላላ ገጽና ዶ ተናፊስና ክንመጽእ ካርታ ንምድርባይስ እዚ ኩሉ ደቃይቅ ክውድኣካ በል እንዶ ግዳ ንዘይተርፈኩም ግዘይ ትቕተል እታ ካርታ መዚዝካ ሃበኒ እሞ ከየዳግምኩ ክገላግለኩም ኣይተ ከሓሰ ኣባጨዩሎም ጓዕራር ድምጾም ኣብታ ጸባብ ሰግሬቶ ኣቓልሐ ብቕርሺ ጠላዕ ዝሃጠረ ጅብኦም ከም ዝኸበዶ ናብ ሓደ ገጽ ዘንቢሉ ንትርሓስ እናተጐዝጐዙ ተዓዘብዎም። ሓነ ግደፎ ሓሲቡ ይጻወት እዚኣ ጥራሕ እያ ተስፉ ተዘይኾይኑ ኣይተ ከበዶም ዘረብኦም ወዚፎም ገደፍዎ። ጠላዕቆ ግድን ክትመጥጥ ኣይኮነን እትጻወቶ ዘለካ ነጊፍካ ወይ ድማ ዘለዎን ጊፍኻ ከም እትኸይደ ርዱእ ጌርካ እዩ። ርዱእ ገይርካ እዩ። ብርግጽ ጠላዕ እንተለጊማ ኣይተናሕስን። ሓቂ ዘረባ ይሓይሽ። ከይኮነ እምበር ምስ ኮነ ዒሕፍንጽሕ እውን ኣይጥዕሙን። ተፈሲሖም ዘረባ ወሰኹ ኣይተ ከሓሰ።

ኣብ ጎድኒ ኣይተ ካሓሰ ኮፍ ናብ ዝበለት በዓልቲ ገዛ ትርሓስ ጎልሓፅ ኢሎም ክትቐድሐሎም ምልክት ሃብዋ። ነብሶም ብመስተን ጥላዕን ከም ጥዋፍ ቃልቃል ኢሉ ተባርዐ።

ከም ሎሚ ዝበለ ድፍኖ ኣጋጢምዎም ኣይፈልጥን። እቲ ጸወታ መትሐዚ መጨበጢ ስኢኖምሉ ገጾም ጥቡስ ሳምቡእ መሲሉ ንባእሲ ህንፍጽ ህንፍጽ ንህር ንህር በሉ። ይትረፍ በሊዖምስ ተበሊዖም ውን እናተሓምተሉ ዝና ዘይገድፎ ኣይተ ካሓሰ። ኣእ እንታይ እነይ ምጉሃሩ ሎምዓንቲ እንተተባላዕኻ ፅባሕ ልቓሕኻ ትምልስ ትኸውን። ኣንታይ እዩ ክንድዚ ሕርቕርቕ ሕርቕርቕ ሕርቕርቕ ባዕ ግዳስ ኣወድእኒ ኣወድእኒ እማ ኣወድእኒ። ከበዶም ኣወደኣኒ። እታ ጽባያ ካርታ ጥዋዕ ኣቢልካ ደርብያ እሞ ጥዋዕ ኣቢለኩም ክዓርፍ። እቲ ሽዑ ዘለኩም ትርክዙ ዘይበልኩም ጭራኹም ደጒልኩም ትኸዱ። ኤእ! ከይተገደሱ ሰሓቕ ስዒቦም። ካዕካዕ በሉ። ድምጾም ተሃሊሙ ክከታተሉ ዝጸንሑ ኣይተ ከበዶም፣ ካብ ጁቦኦም መንዲል ኣውጺኦም ብክልተ መታልሕቶም ዝወረደ ረሃጽ እናሓሰሱ፣ ኪድ እንዶ ኣይተ ጸሃየ፣ ንውዱእ ጸወታ ሽሕ ግዘ እንተተቆመለ እንታይ ክወልድ እዩ? ዘይተርፈና እንተኾይኑ ኣይተ ከሓሰ ንዘረባ ኣይተ ከበዶም ኣቋሪጾም፣ ዘይተርፈና እንተኾይኑ ነቲ ዘረባ ደጋጊሞም እናሰሓቑ ዘቕድሕዎ ቢራ ኣልዒሎም ካእካእካእካእካ ኣቢሎም እንትሰትዩ ኢድ ኣይተ ጸሃየ ኣንቀጥቂጡ ዝደርበያ ካርታ ሕምብርታ ገልቢጣ ኣብ ዝባን እቲ ጠረጴዛ ተሰጥሐት። ጽምዋ ዓሰለ። ኢድ ኣይተ ከሓሰ ግን ኣይደፈረን። ሃካካካካካካ ብሓቂ መዓልቲ ዘሪግካ እምበር ሓያል ተፃዋታ ኢኻ ኣይተ ከሓሰ ካርታ ስሒቦም ገጾም ኣሲሮም ጸኒሖም ዕንካ ወደ ኣንታ ከብዲ ኸፈር ኢሎም። ኣይተ ከበዶም ፀወታ ከይዓፅዩ እናተጠራጠሩ እታ ካርታ ደርበይዋ። ኣፍካ ልጓም ግበረሉ ኣንታ ርእሲ መቐመጫ ህበይ። ተስፋ ቆሪፆም ነቲ ዝሰሓብዎ ካርታ ግዘ ከይሃቡ ሰው ኣበልዎ። ከላእ ዘይኣመልኩም ኣይተምጹ እንተ ደሊኹም ገንዘብኹም ከንጥረልኩም እየ ናትኩም ሰላሳ ኣርባዓ ሽሕ መጺኡ ዝዓብሰለይ የብሉን ውሻይ እዩ ውሻይ ውሻይ ንትርሓሰብ ጓጉኦም ሸጒጦም ጃህራ ደርጉሕሎም ኣይተ ፀሃየ ዕድል ጠሚምዎም ተራሰኑ። ኩናት ምልክታ ቁጽሪ ሸውዓተ ካርታ ክድርብዩ ምዒዕይ እንትብሉ፣ ፍሽኽታ ኣይተ ካሓሰ ደሚቑ ተራኣዮም። ብጓሂ ከም ምሸላ ባሕሪ እናተጠበሱ ዳግም ነታ ካርታ ኣስተውዐልዋ። ተዓሲባ ቦጅባጃቦጅባጅ! መንዶ ትጻወት ኢልካ እዩ? ከም ዝበለቶም ኢዶም ኣንቀጥቂጡ ደርበያ። ሃንደበታዊ ሰሓቕ ኣይተ ከሓሰ ኣደንገጾም። በሉ ከም ጥብናኹም ቅበጹ፣ ጸወታ ተወዲኣ። ጠላዕ ካርታ ምሓዝ ዘይኮነስ ሓሲብካ ምጽዋት እዩ። ምስ ጆኮርኩም ጥዋዕ ኣቢለኩም ኣጸቢቕኩም ተሓምተሉ። ሓሲቡ ዝጻወት ርእሲ ኣሻሓት እዩ ዝመጥጥ። ገና ገና ገና ገና ገና ገና ኣባጭኦም ንትርሓስ እናደራረዙ ሰሓቑ። መላኣምያ ዘይብሉ ሰሓቕ ኣይተኸበዶም። ኣቑሑት ከብዶም ንበይኑ ተቐሚጡ ብሕጭ ከይትብል ዝተብሃለ ቆልዓ መሰሉ። ኣፎም ብኽልተ ኢዶም ሓቲሞም ነቲ ዝተዘርገፈ ካርታ እንትጥምቱ፣ ኣይተ ጸሃየ ድማ ዓሶ ከም ዝሓዞም ተሓሐዩ።